ኦ ሰላም ሰላም ሰላም ከመይ ውዒልኩም ሎማዓልቲ ድማ ኣብዛ ቪድዮ እዚኣ ብዛዕባ ዴሞንስትሬቲቭ ፕሮናውንስ ክምህረኩም እየ ብዛዕባ ዴሞንስትሬቲቭ ፕሮናውንስ ክንምሃር ኢና ዴሞንስትሬቲቭ ፕሮናውንስ ዝበሃሉ ብእንግሊሽ እዚኣቶም እዮም እዚኦም ትርእዎም ዘለኹም ኣብዚ ኣብ ማእኸል ፅሒፍ እዮም ዘለኹ እዚኦም እዮም ዩዥዋሊ ኣብ እንግሊሽ ኣክቹዋሊ ቁሩብ ውሕድ ዝበሉ እዮም ኣብ ትግርኛ ግን ነብሲ ወከፍ ጾታ በብናቱ መገዲ ስለ ንጽውዖ ቁሩብ ቁጽሮም ብርክት ዝበሉ እዮም ንኣብነት ዚስ ክንብል ከለና ብእንግሊሽ እዚ እዚኣ እዚኦም እዚኤን ንብል ማለት እዩ ሕጂ እዚኤን እዚኣ እንታይ ክጠቕሳ ደሊ እዚኣ ከምፅኣልኩም እዮም ሓንቲ ክሊር መግበሪ ኦኬ እዚኣ እንታይ ክብለኩም ዝደሊ እዚ ክንብል ከለና ወይ እዚኣ ክንብል ከለና ንንፅል እዩ እዚኦም ወይ እዚኤን ክንብል ከለና ግን ናይ ክብሪ ኣጸዋውዓ ንጥቀመሉ ንዓበይቲ ሰባት ወይ ሽማግለታት እዩ። እዚ ንኣብነት እዚ ብርሃነ እዩ፣ እዚኣ ለምለም እያ፣ ወይ ድማ ንነገራት ድማ ከምዚ ብክል እዚ እምኒ እዩ፣ እዚኣ ጸጸር እያ ክብል ክእል ማለት እዩ። ኦኬ እዚኣ ጸጸር እያ፣ እዚ እምኒ እዩ፣ ወይ ድማ እዚ ብርሃነ እዩ፣ እዚኣ ሰናይት እያ ክብል ክእል። ን ናይ ክብሪ ክጥቀም እንከለኹ ድማ እዚኦም ኣቦይ ተስፋልደት እዮም፣ እዚኤን ኣደይ ፋጥማ እየን፣ እዚኤን ኣደይ ፋጥማ እየን፣ እዚኦም ኣቦይ ተስፋልደት እዮም። እዚ ኣብ እንግሊሽ በዚ ጎኒ ገይረልኩም ኣለኹ ሲኒየር ሜል እንድሕር ኮይኑ ንጥቀመሉ፣ እዚ ከዓ ሲኒየር ፊሜል ድማ እዚኤን ንብል ማለት እዩ። ኦኬ እዚ ግን ፎር ሲንጉላር ንነገራትን ንሰባትን ንጥቀመሉ ኢና ክልቲኡ እዚ ብርሃነ እዩ እዚኣ ለምለም እያ እዚ እምኒ እዩ እዚኣ ፀፀር እያ እወ ኣብዚ ድማ መብዛሕትኡ ከዓ እዚ ኣብ ቀረባ ንዘሎ ሰብ እዩ ኣብ ቀረባ ንዘለዉ ነገራት ኢና ምሳና ዘለዉ ክን እዚ ኢልና ክንጠቅስ ከለና ርሓቕ ንዝበለ ግን እቲ ንጥቀም እቲ እቲኣ እቲኦም እቲኤን ናይ ርሓቕ ዝበለ ቦታ ዛት ብእንግሊሽ ኣብዚ ብጎኑ ድማ ልክዕ ከምዚ ኣብዚ ሜል ፊሜል ገለ ኢልና ካታጎራይዝ ጌርናዮ ዘለና ኣብዚ ውን ከምኡ ኣለኩም ማለት እዩ ፎር ዞስ ዲፊካልቲስ ኣብ ትግርኛ ዘለኩም በዚ ጎኒ ብእንግሊሽ ጽሒፈልኩም ኣለኹ ኦኬ እቲ እቲኣ እቲኣ እቲ ብርሃነ እዩ ንርሑቅ እየ ሕጂ ሪፈር ዝገብር ዘለኹ እቲኣ ሰናይት እያ እቲኦም ጎረቤትና እዮም ኣቦይ መድሃኒ እዮም እቲኤን ድማ ኣደይ ለምለም እየን እቲኤን እቲኤን ንበላ ኣለኹ ማለት እዩ ሴም ቲንግ ኣብዚ ድማ ንብዙሓት ሰባት እንድሕር ኮይኖም ኣብዚ እዚኦም ኩሎም ዋላ እቲኦም ይበል ንሲንጉላር እዩ እዚ ኦኬ ሓደ ሰብ እየ ክዛረብ ፀንሐ ኣብዚ ግን ሕጂ እዚኣቶም እየ ዝብል ዘለኹ እዚኣቶም ብዙሓት ሰባት ኣብ ጥቃይ ዘለዉ እዚኣቶም ደቂ ተባዕትዮ ክኾኑ ይኽእሉ እዮም ሕውስዋስ ደቂ ተባዕትዮን ደቂ ኣንስትዮን ድማ ክኾኑ ይኽእሉ እዮም እዚኣቶም ክብል ከለኹ ኣቐዲመ እንታይ ኢለ ገሊፀ ነይረ ደቂ ኣንስትዮን ደቂ ተባዕትዮን እንተ ብሓንሳብ ኣለዉ ኣብ ትግርኛ እቲ ተባዕታይ እዩ ዝዕብልል ዩዥዋሊ ሜል ዲክተይት ይገብር ኢለ ዋላ ኣብ መንጎ ሽሕ ኣዋልድ ሓደ ወዲ እንድሕር ኣሎ እዚኣቶም ኢና ንብሎም ኣዋልድ በይነን እንተኮይነን ግን እዚኣተን ንብል ማለት እዩ እዞም እዘን ኣብ ብዙሕ ነገር ኢና ንጥቀመላ እንታይ ገይረ ብዚኣ ፕላስ ናውን ፕላስ ናውን ኢለ ኣለኹ ኣብ ማኣብ እንታይ ዝበሃል ኣብነት ክበኩም እየ እዞም ሰብኣይ ማለት ሰብኣይ ሕጂ ናውን እዩ ማለት እዩ እዞም ሰብኣይ እዘን ሰበይቲ ኢልና ንጅምር ሰንተንስ። እዞም ሰብኣይ ወይ ድማ እዘን ሰበይቲ። እዚ ግን እዚኣቶም ንኣብነት ከምዚ ብል፣ እዚኣቶም ንፉዓት ኣወዳት እዮም። እዚኣቶም ንፉዓት ኣወዳት እዮም። እዚኣተን ንፉዓት ኣዋልድ እየን። እዞም ኣወዳት ይብል ኣብዚ ግን እዞም ከምዚ እዚኣተን ኢለ ኣብዚ እንታይ እየ ዝብል እዞም ኣወዳት ንፉዓት እዮም እዘን ኣዋልድ ንፉዓት እየን እዚኣ ድማ ንናይ ክብሪ ድማ ንጥቀመላ ኢና እዞም ሰብኣይ ንብል ኢና ሕራይ ንክልቲኦም እየን ዘገልግላ እዚአን እዚአን ንክልቲኦም እየን ዘገልግላ ንተራ የገልግላ እየን ንናይ ክብሪ ድማ የገልግላ እየን እዞም ሰብኣይ እዘን ሰበይቲ ንብል ናይ ክብሪ ክንፅውዕ እንድሕር ኮይና እዞም ካልእ ድማ ፕሉራር ንጥቀመሉ እዞም ኣባጊዕ እዞም ኣባጊዕ እዞም ኣብዑር እዘን ገዛውቲ ፅቡቓት እየን እዘን ገዛውቲ ደስ ክብላኻ ስሪኢኹማ እዞም ሰብኣይ ሕያዋይ እዮም እዘን ሰበይቲ ሕያወይቲ እየን ንበል ብኣንፃሩ ድማ ንብዙሕ ነገር ይጥቀመሉ እዞም ከብቲ ናትና እዮም፣ እዞም ኣብዑር ናትና እዮም፣ እዘን ገዛውቲ ናትና እየን ይበል ማለት እዩ። ኦኬ ግሩፕ ኦፍ ፊሜልስ ግሩፕ ኦፍ ሜልስ ኢለ በዚ ጎኒ ዘሎ ኣይ ሆፕ ክሊር ክኾነልኩም ተስፋ ገብር እቲ ኣተን እቲ ኣተን ክብል ከለኹ ሕጂ ናይ እዚኣቶም ኣንጻር እዩ እዚኣቶም ኣብ ቀረባ ዘለዉ እዮም እቲ ኣተን ክብል ከለኹ ድማ ንብዙሓት የሪፈር ዝገብር ዘለኹ እቲ ኣተን ክብል ከለኹ ኣብ ርሑቕ ቦታ ካባይ ምንጽር ኢለን ንዝርከባ ማለት እቲኣተን እቲኣተን ናትና እየን ሜቢ ብዛዕባ ገዛውቲ እዛረብ ኣለኹ እቲኣተን ናትና እየን እቲኣቶም ብዛዕባ ብዑር እዛረብ ኣለኹ እቲኣቶም ናታትኩም እዮም ወይ ናታቶም እየን እቲኣቶም እቶም እቶም ኣብዑር ኣሃ ናትና እዮም እተን ናጣል ናትና እየን እቶም ኣብዑር ናትና እዮም እተን ኣጣል ናትና እየን እቶም ሰብኣይ ሓወቦ እዮም እተን ሰበይቲ ኣሞ እየን እዚ ኣይሆፕ ንፂረናልኩም ክኾና ተስፋ ይገብር ደጋጊምኩም ረኣይወን ኣገዳሲ እዩ መብዛሕትኡ ግዜ እቲ ኮመን ሚስቴክ ንገብሮ ኣብ ትግርኛ እንታይ እዩ እቲ ናይ ክብርን ናይ ተራ ኣፃዋዓን እንታይ ዝበሃል ስለ ንገብሮ ስለ ነደባልቆ እዩ ሕጂ ንኣብነት እቲኦም ክትብል ከለኻን እቲኣቶም ክትብል ከለኻን ፍልልይ ኣለዎ ብዙሕ ሰብ እዚ እዩ ዝሓውሶ እቲኤን ምስ እቲኣተን እቲኦም ድማ ምስ እቲኣቶም ንደባልቆ እቲኦም እንተልና ንሓደ ሰብ እዩ እቲኤን እንተልና እውን ንሓደ ሰብ ኢና ንዘረብ ዘለና ድርብ ክኸውን እንተ ኮይኑ ግን እቲ ኣተን እቲ ኣቶም ክንብል ክንክእል ኣለና ኣብዚ እቲ ቀንዲ ጌጋ ንፍጽሞ እምበር ኣብ ንጽል እንተኮይኑ ብዙሕ ዘከራኽር ነገር የብሉን የብሉን ምናልባት ኣብዚ እዚኤን እዚኦም ገለ ክንብል ከለና ኢና ዝያዳ እቲ ጌጋታት ንፍጽሞ ዘለና ኮይኑ ይስምዓኒ እሞ ምድግጋም ኢዝ ኢምፖርታንት ደጋጊምና እንተ ርኢናየን ማስተር ከም ንገብረን ርግጸኛ እየ ሰሰናዩ ጠጥዕሙ ንዓኻትኩም ታንክ ዩ ፎር ዋቺንግ ሲ ዩ ኢን ኔክስት ቪድዮ